ሃዋእቲ ወይ ተዓዲ ገሊኦም ቀልጢፎም እዮም መቶም መሰተና ዝነበረ እስቲፋኖስ ቀይሲም መዓንጢ እዮም ሓሪዶሞ ብኻራ ገይሮም ኣውፅኦሞ ኣቦይ ተወልደ ብርሃን ድብልዎ ኢዱ እዩ ተሃሪሙ ጠልጠል እንዳበለ እዩ ዝኸይድ መወዳእታ ደም ወዲኡ ወዲቑ ተሃራርሞም ሕማቕ እዩ ነይሩ በብክሳድና እንዳሓንቖም በታ ኣስካላ ኣስካላ የውርዱና እሞ ባይ ቆልቋል ነይራ ኣዋ ኤንፎርቲ እንዳሓዘ ወታደር ኣሎ እሱ ጠረብ ኣብለካ ገለ ዘልሓጥ ኢሎም ወድቁ ገለ ኸኣ ፍር ኢሎም ኸዱ ሪጋ ይበጺዓ። ሽመይ ሌተናል ኮኔሬል ዘርማርያም ተስፋ እየ ዝበሃል ኣብ ወክድባ እየ ተወሊደ ኣብ ወክድባ እውን ዓብየ ንኩነታት ናይ ወክድባ ከጋጥም ከሎ ወዲ ዓሰርተ ሽዱሽተ ዓመት እየ ነይረ ኣብ ሽሕን ትሽዓተ ሚእትን ሰብዓን ሓሙሽተን ዕለት ሓደ ወርሒ ወርሒ ለካቲት ንግሆ ወጋሕታ ጦር ሰራዊት ናብ ዓድና ገጾም እዮም ዝመፁ በዚ ራዳር ንብሎ ዘለና ቦታታት ሕጂ ብራዳር እዮም ዝመፁ ጎልጎል ቀይሓት ንብሎ ለብቲ ናይ ወክድባን መንጎረዳርን ኣብኦም መሊኦም ኣቦይ ስራይ ሓዲሩ ሽዑ ንጎ መጺና ጦር ሰራዊት መጹን ኣለዉ ኢሉ ሒዝኒ ወጺኡ ኣብቲ ጎረቤት ንሃቕሽቶም ንዎ ንሙሴ ዝበሃል ወዱ ሒዝዎ ወፂኡ ኣብኡ ኮይና ንርኢ ነርና ናባና ገጾም እዮም ድመፁ ኣዝዮም ብዝሒ ነይርዎም ጸሎሎይ ድመስል ትሻ ድሓር ኣቦይን ቀሽተኖን ገዛና ንእቶ ኢሎም ገዝኦም ኣትዮም ቀሽተኖ ንሙሴ ሒዝዎ ከይዱ ኣቦይ ከዓ ንዓይ ሒዘ ንገዛ ከይዱ ጠርተራዊት ኣይገድፉናን እዮም ክቐትሉና እዮም ንበል ከምኡ ምስ በለኒ ኣነ ከዓ በኹሪ ገዛ ስለ ዝነበርኩ ሰለስተ ኣሕዋተይ ሒዘ ንውሽጢ ዓዲ ገፀ ኸይድ ምብራቕ እዩ ገዛውትና። ኣብታ ክሳድ ቤተክርስትያን ምስ በጻሕኹ ሰይቲ ሓወቦይ ይረኽባ እሞ እቶም ኣሕዋተይ ትቕበለኒ ንሳ ኺድ ህደም ትብለኒ። በዚ ዓዲ መርዓዊ ዓዲ ቖንጺ ገጽና ኢና ክንሃድም ንሓስብ ማለት እዩ። ካብኡ ከይወጻኹ ከለኹ ብሸነኽ ምዕራብ ናይቲ ዓዲ ከለኹ ተኹሲ ይኽፈት። ሰብ ዕግርግር እኸውን። ጭራሩ ብዘለኦ ኩሉ መሬት መልኦ። ኣኽላባት ጫቕጫቕ እብሉ። ሰብ ዕግርግር። ኣብ ደዲ ቀረቦ ገዛ ከኣ ይኣቱ። በቲ ክንሃድሞ ዳሓሰብና ከኣ ካብ ፎርቶ ዝተተኮሰ ብረት ብቕድሜና ይወድቕ። ደሓር ሰብ ኣብ ከከባቢ ይኣቱ ስለ ዝነበረ ኣነ ኸኣ እንዳ ዓሎቦይ ኣብታ ጥቓኣ ስለ ዝነበረት እንዳ ዓሎቦይ ይኣቱ ምስ ዓባየይን ኣቦሓጎይን ኸ ይውዕል ኣብኡ ውዒልና ተኹሲ ቐጻሊ እዩ ነይሩ ደርጓዕጓዕ ክብሉ ንሰምዕ ንዓና ግን ኣይኣተውናን ጣዕ ሰለስተ ኮይኑ ኣቦሓጎይ ደሃይ ደቀይ ክገብር እየ ኢሉ ይወፅእ ካባና ይኸይድ ኣነን ዓባይን ይተርፍ መጀመርያ ኣብቲ እንዳ ንእሽተይ ወዱ እዩ ከይዱ። ንእሽተይ ወዱ ኣብ ኣፍ ደገ ወዲቑ ጸንሖ። ዋይ ሕማቕ ተረኺቡ ንተስፋይ እምበኣር ከካፍሎ ኢሉ ኸኣ ገዛና መጽእ። ገዛና ተኸፈተ ኸኣ ኣቦይ ከኣ ኣብቲ ኣፍ ደገ ወዲቑ ጸንሖ። ዝዛረቦ ይፈልጥኒ ከምኡ ኢሉ ከሎ ኸኣ ጦር ሰራዊት መጽዎ። ድሕሪ ደቀይ እንታይ ክተርፈኒ ንዓይ ከኣ ቃቡጹኒ ይብሎም። ናይ መሓርወን ተኲሶምሉ ኣብ ኣፍ ደገ ናይ ልዳት ናይታ ህድሞ ስለ ዝነበረ ግን እታ ጥይት ኣብታ ልዳት ሃሪማ እሱ ንድሕሪት ወዲቑ ቀቲለየ ኢሉ ከይድ ትምሓራይ ግን ኣይተሃርመን ድሒኑ ኣነ እንዳዓለበየ ደለኹ ሰዓት ሓሙሽተ ከባቢ ደሃይ ገዛ ክገብር ኢለ ንዓባየይ ገዲፈያ ንገዛና ገጸ መጽእ እሞ እንደገና ብገዛውትና ከኣ ተኹሲ ይስማዕ። ተኣኻኺብና ቤተክርስትያን ንኣቱ። ኣብኡ ከኣ ንሓድር። ሰብኣያ እሞ ናድ ብጽሓና ቀሺ ሃፍትላ ሰብ ዘሞ ዝበሃል ምስ ወዱ ሕቑፍ ኣቢልና ይሓድር ኣብኡ። ገለ ዓሰርተ ሓሙሽተ ዕስራ ንኸውን ሰባት ኢና ብሓንቲ ጽብብ ዝበለት እንዳ ደወል ንብላ ኢና ሓዲርና። ምሉእ ለይቲ ኣስመራ ተኹሲ ክንርኢ ኢና ንሓድር በሪኽ እዩ እቲ ቦታ። ወጋሕታ እዩ ወጋሕታ ኣቦይ ቀሺ ቀለታ ዝበሃል በዓል ዓድና መጺኡ ዓድና ተወዲኡ ዓድና ተወዲኡ ኣቦይ መንግስቱ ምስ ሰበይቱ መይቱ መሓሪ ምስ ሰበይቱ መይቱ ቀብሸኖ ምስ ወዱ መይቱ ደቂ ቀለታ ክልቲኦም ተቐቲሎም ይብል ማለት እዩ ናይ ኣቦሓጎይን ናይ ሓወቦይን ናይ ኣቦይን የርድኣኒ ማለት ሰብኣይ ኣሞ ይገንሕ የብሎ እሞ ስቕ ብል ድሓር ውግሕ ምስ በለለይ ገዛና ከይድ የኢለን ገዛና ይኸይድ ገዛና ተበታቲኑ ድኳን ከዓ ነርና ኡ ፋሕፋሕ ኢሉ ቕሑት ኣደይን ዓባየይ ከዓ ድሕሬና መፅኣን ኣብኡ ኣትያ ኣባሓጎይ እሶም ሰለስቲኦም ተሓጋጊዞም ነቦይ ካብቲ ወዲቕዎ ዝነበረ ናብ ንእዲ ሰቒሎሞ ኣብኡ ጸንሓኒ ገንጢለ ይርእዮ ኣብ ኣፍ ልቡ እዩ ጥይት ተወቒዑ ንዓና ይበል ዕዋገርግሽ ከኣ ኣብቲ ኣፍ ደገ ወዲቑ ኣሎሞ ገዛ ነእትዎ ይብለኒ ተታሒዝና ኣብቲ እንዳ ሓወቦይ ንኸይድ ፈቲና ንኻልቲ ኢድናዮ ጉልቡት እዩ ነይሩ በል ኣብኡ ከለና ነጠላ ነውድቐሉ ኢሉ ኣቦሓጎይ ኣብኡ ከሎ ነጠላ የውድቐሉ። ኣብታ ጎረቤት ንዕኡ ከኣ ደቂ ሓወቦና ድብጽሖም ከኣ ኣቦይ ገረማርያም ምስ ተኽሎም ወዱ ኣቦይ ገረዝግሄር መብራህቱ ሰለስቲኦም እዚኦም ከኣ ኣብ ጽብብ ዝበለት ጉድጓድ ንበይኒ ዓይነይቲ እዩ ደስካሕክሕ ኣቃታትላ እዮም ቀቲሎሞም ተሓዋዊሶም እዮም መርኣዪ ዋላ ሓንቲ ይነበሮምን ከነልዕሎም ዋላ ተደልና መትሓዚ ስኢንናሎም እዚኦም ደኣ ከመይ ጌርና ከነልዕሎም ኣብኣ ከለና ነጸላ ነውድቐሎም ኢሉ ነጸላ ኣውዲቕና ኣሎ ንገዛና ተመሊስና ቤተክርስቲያን ይዕቆብሎም እሞ ኣብ ቤተክርስቲያን ኪድ ምስኦም ተዓቖብ ኢሉ ብሓጎይ ይልእኸኒ እሞ ኣነ ከዓ ንቤተክርስቲያን ይኸይድ ኣብ ቤተክርስቲያን ሓያለ ሰባት ጸንሑና ገለ ሰብዓ ሰማንያ ንኸውን ሰባት ኣብ ቤተክርስቲያን ንውዕል ብዙሓት መንእስያት መማህርትና ደቂ ገዛውትና ከኣ ኩላህና ኣብኡ ከነዕልል ንውዕል ተኹሲ ይስማዕ ስሕት ስሕት ኢሉ ይስማዕ ነይሩ ሰዓት ሰለስተ ቢሉ ኮይኑ ሰዓት ሰለስተ ናይ ምሸት ነተን ቆልዓ ሰበይቲ ኣብ ደገ ሰላም እየን ነይረን ንዐን የባሳውስወን ጫቑጫቑ ናይ ቆልዑ ንሰምዕ ጫቑጫቑ ናይ ኣንስቲ ንሰምዕ እሞ ቀሺ ገበዝ ናይቲ ዓዲ ቀሺ ገብሪ ህይወት ዝበሃል ታቦት ገይሩ ገለ ሰለስተ ኣርባዕተ ካህናት ሒዙ ብሰሜን ደላ ማዕጾ ናይታ ቤተ ክርስቲያን ወፂኡ ይኸዶም ንሕና ሰላማውያን ኢና ንሕና ኣመንቲ ኢና ንሕና ኣቕሽሽቲ ኢና ተጓዳእቲ ይኮናን መሓሩና ይብሎም እሞ ኩሎም ኣውፃዮም ይብልዎ ኩላህና ንወፅእ ብሸነኽ ምዕራብ ደሎ ኣፍደገ ናይ ቤተ ክርስቲያን እዮም ደውጡና ንሸነኽ ደቡብ ደላ ኣፍደገ ይሰርዑና እሞ ይጻረፉና ነቶም መጣቕዓቲ ኣበየ ኣለውዳቶም ደቅኹም ትብልዎም ሕጂ ዶ የድሕንኹም ኢሎም ይፍክሩ እሞ ግን ድሓን ምእንቲ እዛ ደብሪ ምሒርናኩም ኣለና እተው ኣብቲ ቤተ ክርስቲያን ድሕሬና ዝመፁ ግን ስለ ዘለዉ ከይትንቀሳቀሱ ይብሉና ንኣቱ ንሕና ከኣ ሓቂ መሲልና ማለት እዩ ኩላህና ኣብ ቤተክርስትያን ኣቲና እተን ቆልዓ ሰበይቲ ብደገ ሰላም እየን እቶም መንእሰያት ኣቕሽሽቲ ዓበይቲ ዓዲ ከኣ ቤተክርስትያን ኢና ውዒልና ኣውዒልና ሰዓት ሓሙሽተ ምስ ኮነ ሰዓት ሓሙሽተ ምስ ኮነ ብሰለስተ ቦታታት እዮም ኣጻዊዶምልና ሓደ ብንዳ ገብርኣብ ሓንቲ ብንዳ ኣቦይ ገረዝጌር ሓንቲ ብንዳ ኣቦይ ተኽልዝጊ እዮም ኣጻዊዶምሉ ከም ቀደሞም ቆልዓ ሰበይቲ ጫቑጫቑ ኣብሉ እሞ ዋይ ሕጂ ከኣ መጺኦምና ሕጂ ከኣ ነዞም ቆልዑ የባሳብስዎም ኣለዉ ከምታ ናይ ዓንተወይ እምበኣር ክንልምኖም ኢሉ ኣቦይ ቀሺ ገብረሂወት ነታ ታቦቱ ሒዙ ክልተ ሰለስተ ካህናት ሒዙ ንደገ ክወጽእ በታ ሰሜን ትጥምት ዘላ ማዕጾ ውፅእ ክብል በታ እንዳ ገብረ ኣብ ኣናጻጺሩ ዝነበረ ምሓራይ ኣፍልቦ ሃርሞ ይወድቕ ምስ ታቦት ይወድቕ እቶም ድሕሪኡ ዝነበሩ ሕጂ ዝሕጥ ኢሉም ዝሕጥ ኢሎም ከኣ መዓጣዓጥዎ ኣሂ ዝኾነ ተኹሲ ገብሩልና ንበይኒ ዓይነት እዩ ብርቱዕ በረድ ይጥዕም ኮራሕራሕ ይብል ብመረበዓት ብፍኒስትር ኣቱ ዶሮና ገብር ኣዝዩ ዓቕልኻ እዩ ደጽብብ በቲ ሓደ ንጸንሕ በቲ ክመጽእ ከሎ ናብቲ ሓደ ነብል ብኡ ክመጽእ ከሎ ከኣ በቲ ሓደ ነብን ፍርቂ ሰዓት ዝኸውን ብኸምዚ ቀልዮምና ናይ ብሓቂ ቀልዮምና ብድሕሪኡ መወዳእታ ብሸነኽ ምዕራብ ዘላ ኣፍ ደገ ብጥይት ይኸፍትዋ እሞ ውፅእ ኣብሉና ንወፅእ ይሃርሙና ንወድቕ ኣብቲ ኣፍ ደገ ውፅእ ኣብሎ ይወፅእ ሃርሙና ንወድቕ ገለ ዓሰርተ ዝኾኑ ምስ ወደቑ እቲ ኣፍ ደገ ይመልእ እሞ ንሕና ኸዓ ዝሕጥ ንብል ምውፃእና ኣብዮም ድሕሪኡ ውሽጢ ኣትዮም ውሽጢ ኣትዮም ንኹላና ኣውፂኦምና ተሰሪዕና ካብ ምዕራብ ደላ ኣፍ ደገ ንደቡብ ደላ ኣፍ ደገ እዮም ሰሪዖምና ስካላ ስካላ ኣለዋ እታ ናይ ቤተ ክርስቲያን ናብታ ደገ ሰላም ትኦቱ ገለ ኣርባዕተ ሓሙሽተ ዝኾነ ስካላ ኣለዋ ወጣት ወጣየ ይድብል ተሓደ ወጣት ወጣት ለየብቻው ይድብል መንእሰይ መንእሰይ ይድብል መንእሰይ መንእሰይ ይድብል መን መንእሰያትና በብክሳድና እናሓንቆም በታ ስካላ ስካላ የውርዱና እሞ ሓንቲ ዓባይ ቆልቋል ነይራ ኣዋ ኤንፎርቲ እንዳሓዘ ወታደር ኣሎ እሱ ጠረብ ኣብለካ ትወድቕ ገለ ዘልሓጥ ኢሎም ወድቁ ገለ ኸዓ ፍር ኢሎም ኸዱ ሪጋ እይ በጺሓ ኣነ ድሕሪት እየ ወጽየ ኣቦይ ቀይት ዘበን ዝብሃል ሓወቦይ እዩ ተቐቢልኒ ንዓበል እስከ በዚኣ ጽግዕ በል ንኽብሮም እኳ ወሲዶሞ ኣለዉ ንዓኻ ኸዓ ከይወስዱኻ ንዓ በዚኣ ጽግዕ በል እብለኒ እሞ ምስኡ ጽግዕ እብል ግን ኣይመሓረንን ነቲ እቲ ወታደር ብክሳደይ ሓኒቑ ይሰደኒ ናብቶም ዝርሸኑ ዘለዉ ቦታታት የብጽሓኒ ስብ ካልእ ምሕራየይ ይኸይድ እሞ ኣነ ኸኣ ነተን ኣስካላ ኣስካላ ሬሳታት እንዳረገጽኩ ይወርደን ይወርደን ይወርደን ግን ኣይወድቕን ክወድቕ እየ ዝጽበ ዘለኹ ወዲኤዮ ነቶም ሬሳታት ሰጊረ ወዲኤዮ ድሓር ቁሊሕ ተበልኩ ኣብ ዕጥቁ ሃሰስ ይብል ነይሩ ንዓይ ኣየድሃበለይን ናይ ቋሕሰም እያ እታ ግዜ ኣብታ ቅድመይ ዝነበረት ደገ ሰላም ይኣቱ ማለት እቲ ድሓሪ ይርኣየኒ ንሓሪ ደሎ ንካልእ እቲ ድርሽን ካላሽን ይድ እካ ትብሎ እዚ ካዝና እዩ ዝቕይር ነይሩ ኣይረኣየንን በዚ ኣጋጣሚ ኣብታ ደገ ሰላም ኣቱ እሞ ኣብኡ ዝፀንሓ ቆልዓ ሰበይቲ ከዓ ክዳን ገለመለ ሂበን ምስአን ይሓብኣኒ ድሕሪኡ ዝመፀ ኩነታት ኣብኣ ኮይነ እየ ዝከታተሎ ሓደ ብትግርኛ እየ ዝዛረብ ኣታ መዓት እኮ ተተማህለል ካልእ ግዝሀብ ዘይትምህለሉ ይብሎም ነቶም ዝተረፉ ዓበይቲ ሰባት ማለት እዩ ሕራይ ኢሎም ካብቲ ወዲቑ ነበረ ቀሺ ኣልዒሎም መፂኦም ምህለላ ይጅምሩ እሞ እቲ ምህለላ ከምቲ ንሕና ንቡር ንፈልጦ ኣይኮነን ዝገዮ ዝገዮ ዝገዮ ዝገዮ ኢድብን ናይ ረበሻ ዓይነት እዩ ነይሩ እቲ ምህለላ ኣብታ ሳልሰይቲ ዙርያ እቲ ብነቢ ገረዝጌር ነበረ ረም ኣቢሉ የውድቐሎም ነቶም ዳሕረዎት ቀጽሉ ብልዎም በቲ ሓደ ጸንሐ የውድቐሎም ቀጽሉ ብልዎም በቲ ሓደ ጸንሐ የውድቐሎም ወዲኦም እቶም ቅድሚት ልብሲ ተኸዲኖም ነበሩ ጥራይ ተደይ ኮይኖም ዳርጋ ኩሎም ኣውዲቖም መሬት እውን ጸልሚቱ ምስቶም ንቤተክርስቲያን ነፊሮም ኣትዮም ኣብ ዑናታት ድበሃል ቦታ እዮም ዓስኪሮም ነይሮም መሬት ስለ ጸልመተ ሰሙን እቲ ዝገብርዎ ስለ ዝገበሩ ንዑናታት ገጾም ከይዶም ሓዊ ኣትይዎ እዩ ተዓዲ ሽዑ መዓት እኽሊ ኣትዩ ነይሩ ዑብይ ድብል ኩሉ እንታይ ኢና ክንገብር ዋላ ሓንቲ ንገብሮ ነገር ኣይነበረን ገሊኦም ቀልጢፎም እዮም መይቶም ገሊኦም ግን ኣዝዮም እዮም ዘሳቕዩኻ ኣተሃራርምኦም ሕማቕ እዩ ነይሩ ኡይ እዮም ዝብሉ መሰታና ዝነበረ እስጢፋኖስ ቀይሲም መዓንጡ እዮም ሓሪዶሞ ብኻራ ገይሮም ኣውፂኦሞ በቲ ይስሓቅ ናብቲ ክበል ከሎ ናብኡ ይወድቕ ኣዱ እዩ ነይራ ምስ ሰናይ ደገ ሰላም በቲ ትሕዞ ስጋብ ህይወቱ ትሓልፍ ኣቦይ ተወልደ ብርሃን ዝብሎ ኢዱ እዩ ተሃሪሙ ጠልጠል እንዳበለ እዩ ዝኸይድ መወዳእታ ደም ወዲኡ ወዲቑ ብኸምዚ ኣዝዩ ዘስካሕክሕ ኣብ ውሽጢ ቀጽሪ ሬሳ ኣብ ደገ ቀጽሪ ሬሳ መሊኡ ቤተክርስትያንና ብድሕሪኡ በዚ ዓዲ ሰጉዶ መምለቒት ኣላ ስለ ዝበሉኒ ኣነ ብሸነኽ ዓዲ ሰጉዶ ገጸ ሓንቲ ሰበይቲ ሰተቦይ ቀሪን ንብለዋ በዓል ዓድና ረኺበ ምስኣ ተታሒዝና ኣብዚ ሳላማ ፊቾ ዝበሃል ጥቓ ዓዲ ሰጉዶ ዘሎ እንዳሓ ኣብኡ ንኣቱ ሰለስተ መዓልቲ ኢና ጌርና ከይበላዕና ዓርቢ ይበላዕናን ቀዳማ ይበላዕናን ሰንበት ኣይበላዕናን ጥሜት እውን ነይርና ቅጫ ሂቦም ጻልጣ ጸባ ሂቦም ኣስትዮም ሕዲሮምና ኣብኡ ገይረ ከዓ ዓሰጉዶ ከይደ ዘላለማዊ ዝኽርን ሰባእታትና ዓወትና ሓፋሽ